ዛንታና ኣብ ሓቀኛ ታሪኽ ዝተደረኸ መጽሓፍ ጸሓፊ ኣዲሱ ኣለማዮም ኢያፒ ማፒ ዘንታዊ ሰለሞን ገብሩ ዛንታና መበል ኣርብዓን ሓደን ክፋል

ግን ድማ ብትጽቢትን ብዓይኒ ምርኣይን ጥራሕ ግዜ ካብ ዝወስድ ብኣካል ረኺበ ሓሳባት ናይ ልበይ ኩሉ ገሊጸላ ሰብ ኣለዋ ዶ የብላን እውን ሓቲተ ቁርፀይ ምፈለጥኩስ ደስ ምበለኒ ነይሩ ግን ድፍረት ካበይ ይምፃ ቀሪበ ናይ ልበይ ንምዝራብ ድፍረት ሰኣንኩ ቡና ሰቴና ውዲእና ናብ ገዛ ቅድሚ ምኻዳ ክረኽበ ክደልየ ነይረ ኣበይ ክረኽበኪ ይኽእል ኢለ ዶ ባዕለይ ክሓታ ወይስ ንብሪ ክትሕተትለ ኢለን ናይ ልበይ ከማኽራ እናበልኩ ሓሳባት እናውረድኩ እናደየብኩን ከለኹም ናብታ ሰለስተ ዘለናላ ጸባብ ክፍሊ ገዛ ናብታ ሰለስተ ዘለናላ ጸባብ ክፍሊ ገዛ ሓደ ቅጥን ዝበለ ሰብኣይ ቅልቅል ኢሉ እቲ ንሓዘን ተባሂሉ ምስ መምህር ዘምጻእኽዎ ናይ እድር ኣቑሑ ቆጺረ ንኸረከቦም ንደገ ናብቲ መረባ ንዓይ ፈልዩ ጸውዐኒ ንብርኽትን ሃናን ኣብታ ጸባብ ገዛ ቡና እናሰተያ ገዲፈየን በረካ ከይተባረኩ ነቶም ሰብ እድር እተን ንሓዘን ዘምጻእናየን ኣቑሑ ናይ ዳስ ማለት እውን ኬንዳን ሓፃዊንን ተገዳሚ ወንበር መሳተያ መብልዒ ብያትን ካልኦት ዘምጻእናዮም ኣቑሑትን ኩሎም ቆጺረ ኣረከብክዎም ምስቶም ናይ እድር ሰባት ኣቑሑት ምርኽኻብ ወዲኤ ምስ መምህር ብዛዕባ ናይ ተስካርን ሓደ ሓደ ቀጸልቲ ፕሮግራማትን ኣብቲ መረባ ደው ኢልና ተዛቲና ምስ ወዳእና ናብታ ሃናን ብርኽትን ዘለዋ ጸባብ ገዛ ድማ ተመለስኩ ኣብታ ጸባብ ገዛ ብርኽት በይና ኮፍ ኢላ ረኸብክዋ ሃና ኣብታ ገዛ ምስ ሰኣንክዋ ኣብ ውሽጢ ሓሙሽተ ደቃይቕ ናበይ ተሰዊራ ኢለ ድማ ደንገጽኩም እንታይ ደኣ በይንኺ ሃና ገዲፋት ክናበይ ከይዳ ኢለ ሓተትክዋ ምንም ከም ዘይኮንኩ ከም ዘይሰንበድኩ ከምስል እናፈተንኩ ሕዚ ገዛኣ ተጸዊዓ ምሸት ክመጽእ ኢላትኒ ኸይዳ በለትኒ ብርኽቲ ብዛዕባ ሃና ክለዓል እንከሎ ዝኾነ ዘለኹ ካብ ኣዘራረባይን ድምፀይን ጀሚሩ ይለዋወጥ ከም ዘሎ ዘስተውዓለት ትመስል ይኹን እምበር ደፊራም ፈቲኻያ ዲኻ ኢላ ክትዛረበኒ ግን ኣይደለየትን ሓሳበይ እንተዘካፍላ እሞ መሓገዘትኒ ንዓይ እውን መሓሸኒ ነይሩ

ናይ ሓዘን መዓልታት ሓሊፉ ናብ ስርሐይ ተመሊሰ ንህዝበይ ቀትርን ለይትን ብዘይ ዕረፍትን ብዘይ መሃያን ምግልጋል ቀጺለሉ ኣለኹ ሕፅረት መድሓኒትን ናይ ሕክምና ናውትን ዋላ እኳ እንተሃለወም ኩሉ ሰራሕተኛ ደኺሙኒ ደሞዝ ዘይተኸፈለኒ ብናፃ ምስራሕ ሰልችዩ ንኸይበለም ብትዕግስቲ ህዝቡ ኣብ ምግልጋል ቀጺሉሉ እዩ ዝርከብ ብርኽቲ እትወልደሉ መዓልቲ ቀሪቡ ስለ ዘሎ ከምቲ ዝበለትኒ ሎም መዓልቲ ናይ ጥንሲ ክትትል ንክትገብር ናብ ቢሮ ክትመጽእ ቆጸሮ ሒዝና ነርና ኢና ይኹን እምበር ክሳብ ሕዚ ግን ኣይመጸትን ዘላ ዘንጊዓትኒ እዚ ኢለ እናሓሰብኩን ከለኹ ናብቲ ዘለኽዎ ክፍሊ ሓንቲ ነርስ መጽያ ሰብ ኣብ ቢሮ ይጽበየኒ ከም ዘሎ ሓበረትለይ ብርኽቲ ከም ዝኾነት ብምትእምማን ካብቲ ተሓከምቲ ዘለውሉ ክፍሊ ወፅም ናብ ቢሮይ ድማ ምራሕዎም ኣብ ቢሮይ ምስ በጻሕኹ ብርኽቲ በይና ኣይጸንሐትንን ንሃና እውን ምስ ኣሒዛታ መፅያም ኣብ ቢሮይ ብሓደ ኮፍ ኢለን ረኸብክወን ሃና ንዓይ ርእዩ ምስ ኣበለት እንታይ ከም ዝኾነ ብጣዕሚ ድንግፅ ኢላ ይኹን እምበር ንዓይ ሪኣ ንምንታይ ከም ዝደንገጸት ግን ኣይተረድአንን ከምቲ ናታ ሰብ ሪኡ ዘስተብሃሎ ዓይነት ኣይነበረን እምበር ኣነ እውን ምስ ረኣኹዋስ ደንጊፀ እየ ግርማ ሓዊ ደሓን ዲኻ ፅብቕቲ መሓዛ ኮ ረኺበ ሓብሓቢተይ መላዓሊተይ በለትን ብርኽቲ እናሰሓቐት ናብ ሃና እናጠመተት ቴሌፎን ዘየለ ደኣ ብኸመይ ተረኺብክን በልክዋ ኣቕልል ኣቢለ ዘይሰንበድኩ ከምስል ምክንያቱ ናይ እንዳ ሃና መንበሪ ገዛ ካብ ናይ እንዳ ብርኽቲ ኣዝዩ ርሑቕ ስለ ዝኾነ በጋጣሚ ክራኸባሉ ዝኽእል ዕድል ጸቢብ ምዃኑ ገሚተ። ኣብቲ ዝሓለፈ ሰሙን ኢና ቁጸራ ሒዝና። ኣብቲ እንዳ ሓዘን ድሕሪ ክልተ ሰሙን ሕክምና ኣለኒ እሞ ዝጥዕመኪ እንተኾይኑ እስኪ ተካይድኒ ኢላ ሓቲተያ ሕራ ኢላትኒ። ድሕሪኡ ሰዓትን ቦታን ተዘራሪብና ከምታ ዝተዘራረብናያ ድማ ከይረስዐት ኣብታ ዝተቖፀርናላ ቦታን መዓልትን ሰዓትን ተራኺብና ብሓባር ድማ ናብዚ መፂና ጠፊእካ ዶ ናይ ሎሚ ቆፀሮ ብመዓልትን ሰዓትን ከም ዘሎ ግን ሰርፕራይዝ ክገብራ ደልየ ኣብዚ ከም እትሰርሕ ቁፀራይ ምሳኻ ምዃኑ ግን ኣይነገርክዋን ጸኒሐ በለትኒ ብርኽቲ እናሰሓቐት ሃና ክትርእየኒ እንከላ ንምንታይ ከም ዝደንገጸት ኣብዚ ክትረኽበኒ ስለ ዘይተጸበየት ምዃኑ ድሒሩ ተረዲእኒ ክምስ በልኩ ምስ ረኣኹካ ብጣዕሚ እየ ደንጊጸ ኣብዚ ከግንየካ ኢለ ፈጺመ ይሓሰብኩ እዩ በለት ሃና ካብ ልዕሊ ንታሕቲ ጠሚታ ዝተኸደንክዎ ናይ ሕክምና ጋዋን ሪኣ ድማ ናብ ማነይ ካልእ ሰብ ኢኻ ግን መሲልካ በለትኒ ኣየጥዕመለይ እንድዩ በልክዋ ክምስ ኢለ ናብቲ ተኸዲነዮ ዘለኹ ጋዋን ርኤ መሊሰ ናብኣ እናጠመትኩም ውይ የረ ብጣዕሚ ኢለ ጠመልካ ኣነ ስቕ ኢለ ስለ ዝገረመኒ እዩ በለት ንሳ እውን ክምስምስ እናበለት ኣብ ቦታ ስርሐይ ምስ ክብረይ ስለ ዝረኸበትኒ ብርኽቲ እውን ሒዛታ ስለ ዝመጸት ደስ ኢሉኒ ኣበይ ኣለኻ እንትብሉኻ ኣብዚ ኣለኹ ኢልካ ንምዝራብ ኣብ ዘይትሓፍረሉ ቦታ ተረኸብ ዝብል ምስል ዓበይቲ ዘኪረ ኩርዕ በልኩም ዶክተር ግርማይ ዝብል ሽመይ ኣብቲ ኣብ ክሳደ እንጠልጢለዮ ዘለኹ ናይ ስራሕታ ሴራይ ተጻሒፉ ምስ ረእየት ዝኾነ ቅድሚ ሕዚ ዘይሃበትኒ ፍሉይ ቦታን ክብርን ከም ዝሃበትኒ ውሽጠይ ነገረኒ ምኽንያቱ ለባም ዝኾነት ጓል ናይ ስድርኡ ሓላፍነት ዝሽከም እኹል ኣታዊ ዘለዎ ሰሪሑ ዝኣቱ ብኣግባቡ ሓዳሩ ክመርሕ ዝኽእል ወዲ ተባዕታይ ንሓዳር ከም እትምነይ ዓለም ዝፈልጦ ሓቂ እዩ ሃና ቁሩብ ተቐይራት እኒኣ ዘላ ከምቲ ዝሓለፈ ኣብ መንጎ ዕላልና ሕፍር ድንን ኣይትብልን ኮታስ ብዓርሰ እምነት ቅንዕ ኢላ እንትተዕልል ውሽጠይ ብሃሴት መሊኤ ኣብ ዝባነይ ተጻዒኑ ንዝነበረ ናይ ስራሕ ጻዕቒ ኣረሲዓትኒ ብርኽቲ ናይ ጥንሲ ክትትል ሕክምና ኣምስ ወደት ሓደ ነገር ዘማኸረካ ነገር ኣሎ ኢላ ወግዒ ጀመረትለይ ኣነ ድማ እቲ ክተማኽረኒ ዝደለየት ሓሳብ ክሰምዕ ሙሉእ ቀልበይ ሃብክዋ ከምቲ ትሪኦ ዘለኻ ክወልድ ቀሪበ እየ ዘለኹ። ዓወት ዝርከበላ ሓይሊ ካብ ዓዲ ኣምሓራ ለቒቖም ናብ ዶብ ትግራይ ተመሊሶም ኣብ ካምፕ ኣለዉ ዝበሃል ወረ ስለ ዝሰማዕኹ ኣብ ሰሙን ኬድካ ሓቲትካ ፍቓድ ዝርከብ እንተኾይኑ ክሓርስ ከለኹ ምሳይ እንተዝኸውን ክትሓተለይ ደልየ ነይረ። ዝከኣለካ እንተኾይኑ ግርማይ ሓወይ በጃኻ ፈትን ዝወልደሉ መዓልቲ እናቐረበ ምስ መፅስ ብጣዕሚ ክናፍቕን ክፈርሕን ጀሚረ ብተደጋጋሚ ድማ ብሕልመይ ትርኢ ትርኢ እናበለኒ በቃ ተጸጊመ ኣለኹ እንታይ መስለካ ግርማይ ሓወይ በለትኒ ዓይኒ ዓይነይ ብሓዘኔታ መልክዕ እናጠመተት ዝጠነሰት ጓል ኣነስተይቲ ዝኾነ ነገር ግበረለይ ወይ እውን ደስ ኢሉኒ እንተኢላትካ ኣይክእሎን ኣይገብርን ከም ዘይበሃል ሰባት ክዛረቡ ሰሚዐ እየ ዓወት ኣብ ዘሎ ዝበሃል ወረ ተተሰሚዑ ድማ ናብቲ ዘለዎ ግንባር ከይደ ብህይወት ምህላዩን ምስውኡን ከዳግግ ብህይወት እንተሃልዩ ብዛዕባ ሞት ናይ ነንበይትኡ ብርኽቲ ዘላቶ ኩነታት ክሕብረሉ ከም መጠን መሓዛ ግዴታ እዩ ብዘይ እነንበይትኡን ብርኽትን ካልእ ሰብ የብሉን ሕዚ እነንበይትኡ ብህይወት የለዋን ኣብዛ መሬት ዘለናዮ ንሕና ክልቴና ጥራሕ ኢና ስለ ዝኾነ ድማ ኣነ ናብቲ ኣሃድኡ ዘላቱ ኸይደ ሃለዋቱ እንተዘይሓቲተማ መን ካልእ ኣሎ ዓወት መሓዛይ ፍቓድ ረኺቡ ዓይኑ ብዓይኑ ዝርእየሉ ከምኡ እውን ምስ ብርኽቲ እውን ዝራኸበሉ መዓልቲ ቀረባ ንክኸውን ተመነኹ ካብ ኣኽሱም ምስ ተመለስኩ ደሃዩ ክሓትት ትልሚ ነይሩኒ ይኹን እምበር ልክዕ ካብ ኣኽሱም ምስ መጻኹ ናይ ወላዲቱ ኣዲ ኣኸዛሙት ስለ ዝገጠመና ከምቲ ዝሓሰብክዎ ኣይኮነለይን ራይ ፍቓድ ክሓትት እሞ ክኸይድ እየ ናብቲ ትብልዮ ዘለኺ ቦታ ማለት እዩ ናይ ግድን ክኸይድ ኣለኒ ብርኽቲ ሓፍተይ ግዴታ ይኮ እዩ መዓልቲ እየ ዘይወሰንኩ እምበር ኣነ እውን ድሃዩ ክሓትት እናሓሰብኩ እየ ነይረ በልክዋ ንምኻድ ሙሉእ ፍቓደኛ ኮይነ በይንኻ ከይትኸውን ድማ ሃና ክተካይደካ ነገረያ ሕራ ኢላትንላ በለት ብርኽቲ ንሃና ከምሲላ እናጠመተታ ሃና ምሳይ ክትከይድ ምዃና ምስ ፈለጥኩ ልበይ ብታሕጓስ ክጭደድ በለ ብርኽቲ እግረ መንገዳ ኣጋጣሚ ተጠቒማ ንዓይን ናህናን ንምቅርራብ ዝኾነ ነገር ትሓስብ ከም ዘላ ኩነታት ኣንቢበ ተረዳእኽዋ ሃና ምሳይ ክትከይድ ፍቓደኛ ምዃና ደስ ዋላ እኳ እንተበለኒ መጸት ተረፈት ግዲ ከም ዘይብለይ ንምምሳል ጸገም የብሉን ኣይተሰክፍያ ስራሕ ከይህልዋ ዘይጥዕማ ከይኸውን በልክዋ በይነይ ንምኻድ ከም ዘይጽግመኒ ከምስል እየ ከም ትፈልጦ ኣብዚ ሕዚ ሰዓት ስራሕ የለን ትምህርቲ እውን የለን መናፈስ እንተኾና ንሳ እውን ክትንቀሳቐስ ብሓባር በፂሕኹም ትምለሱ ኢለኩ እዩ ንሳ እውን ምሳኻ ንምኻድ ሕጉስቲ እያ በለትን ብርኽቲ ኣቕልል ኣቢላ ከምኡ እንተኾይኑስ ኣነ እውን መዛረብቲ ትኾነኒ ካብ በይነይ ዝኸይድ በልኩ ውሽጠይ ደስ እናበሎ ሃና ምሳይ ከም እትኸይድ ምዃና ሙሉእ ንሙሉእ ምስ ኣረጋገጽኩ ውሽጠይ ብቓላት ዘይግለጽ ታሕጓስ መሊኡ ክፍንድዕ በለ ንስኹን ሓቢርክና ምሳና ተትኸዲ ጽቡቕ ነይሩ በልክዋ ንብርኽቲ ንወግዒ መድመቕ ኢለ እናቐለድኩም ኣታ ግርማ ሓወይ ኣብ መንገዲ ዲኻ ክሓርስ ደሊኻኒ ንዓይ ምሽካምን ምጽባይን ከይገደኩም እምበር ብሓባር ምሳኻትኩም ተዝኸድስ ደስ ምበለኒ በለት ክምስምስ እናበለት እቲ ክውለድ ዝቐረበ ኣብ ከብዳ ዘሎ ጥንሲ ብኢዳ እናደራረዘት እሞ ድሕሪ ጽባሕ ኢና ክንብገስ ዘለና መኪና ስለ ዘይርከባት እቶም ዝኸዱ ሹፌራት ድሮን እውን ከይትድብድብ ስለ ዝፈርሑ ኣንጊህና ኢና ክንወጽእ ሓደ ንፉዕ ደላሉ ኣሎ እቲ ነኽሱም ክኸይድ ከለኹ መኪና ዝረኸበለይ ወዲ ማለት እዩ ሎሚ ምሸት ኣብቲ ዝርከበሉ ቦታ ኸይደ ከዛርቦ እሞ ንክልተ ሰብ ቦታ ክሕዘልና ከፍልጦም በኣር በልክዋም ኣበይ ቦታን ክንደይ ሰዓትን ከም እትራኸቡ ሕዚ ኣብዚ እናሃለኹም ወድኡ እምበር ስልኪ ዘየለ ድሓር ኣጉል ኮይትኾኑ በለት ብርኽቲ ዋጋ ንሓደ ሰብ ከ ክንደይ እዮም ዝኽፍሉ ዘለዉ ኢላ ድማ ሰዓበት ከም ኩነታቱ ከም ርሕቐቱ እዩ ዝቐያይርዎ ዘለዉ እንድዒ ክሳብ ክልተ ሽሕ ይበፅሕ እዩ ዝኸውን ንሓደ ሰብ በልክዋ ብግምት እውይ ኣታ እንታይ ድዮም ኮይኖም ክንዲ ዝበላዕላዕ በለት ብርኽቲ በቲ ዝተዛረብክዎ ዋጋ ደንጊጻ ሓቆም እዮም ቤንዚን የለን እንታይ ሞ ክገብሩ ሓደሓደ ግዜ የብዝሕዎ እንዲዮም ግን እንታይ ሞ ክግበር እቲ ኩነታት ዘምፅኦ ፀገም ይበጃኺ ንመን እሞ ኣብት ክበሃል ኮይኑ በልኩ ኣነ እውን ዘረባና ስቒላ ትሰምዕ ዝነበረት ሃና ድሓን ኣነ ናይ ትራንስፖርት እንደሞ ክሽፍን በለት ኣብ መንጎ ጉዕን ኣትያ ኣነን ብርኽትን ተጠማመትና እሞ መሊስና ንሃና ተገሪምና ጠመትናያ ኣብዚ ሕዚ እዋን ገንዘብ ክህበካ እዚ ክሽፍነልካ ዝብለካ ሰብ ልክዕ ከም ካብ ሰማይ ዝወረደ መልኣኽ እዩ ዝረአ ምኽንያቱ ኩሉ ሰብ ዘለዎ ገንዘብ ብዝኸኣሎ መጠን ቆጢቡ ይመልኣለይ ዶ ይኸውን እናበለ እዩ ዝጥቀም ዘሎ ኣዪ ኖኖ ደሓን ንስኺ ተማሃሪት እንዲኺ በልክዋ ከም ቀልዲ ምስ ኢለን ሱቕ ካብ ዝብል ኢለን ኣይ ናይ ብሓቂ ሓወይ ካብ ወፃኢ ዝሰደደለይ ገንዘብ ኮን እዩ ብልሓለፈ ብርኽቲ ክትነግረ ከላ ሓሲበዮ ነይረ እየ ወይ ክንምለስ ከለና ኣነ ክሕግዝ ኣብ ሓዲኡስ ኣነ ክሽፍን በለት ሃና ካብ ልባ ክካት ዓይደልኹን ሕራይ ድሓን ክንምለስ ከለና ንስኺ ትኸፍሊ ክንከይድ ከለና ድማ ኣነ በልክዋም ናይ ሰብ ዘይትደሊ ወዲ ተባዕታይ ጥራሕ ሕሳብ ክኸፍል ኣሎ ኢላ ዘይትኣምን ጓል ሎሚ ኣበይ ተረኽበት በልኩ ብልበይ ብዘይ ዝብላዕን ዝስተን ኣብ ቢሮ ጽቡቕ ግዜ ሕሊፍና ካብ ልብና ስሒቕናን ተሓጒስናን ድሕሪ ጽባሕ እንራኸበሉ ሰዓትን ቦታን ነጺርና ድማ ብቖጸሮ ተፈላለና ብርኽቲ ከም ኣጋጣሚ ንዝገበረቶ ሰናይ ነገር ንኣምላኸይ ነጊረ ካብ ልበይ ኣመስጊነ ካብ ሕዚ ሃና ካብ ኢደይ እንተወፅያ ተሓታታይ ባዕለይ እምበር ካልእ ሰብ ክኸውን ከም ዘይኽእል ኣመንኩ ለካ ፈጣሪ ካብ ልብኻ እንተጸሊኻስ ይሰምዕ እዩ ጸሎተይ ንኽሰምር ትምኒተይ ምሉእ ንክኸውን ኣንቃዕሪረን ሰማይ እናረኣኹ ሓደራኻ በልክዎ ድሌተይ ሰሚሩ ናይ ዓመታት ትጽቢተይ ጋዲ ኮይኑ ስድራይ ፈተውተይ ኩሎም ተኣኪቦም ዕሰሌ ዝበሃለሉ ግዜ ቀረባ ክኾነለይ ከምኡውን ኣብ ዝተፈላለዩ ቦታታት ትግራይ ተበቲኑ ዝርከብ ህዝቢ ናብ መረበቱ ተመሊሱ ናይ ህዝቢ ትግራይ ሰላም ሙሉእ ንሙሉእ ተረጋጊጹ ናብራና ናብ ንቡር ተመሊሱ ሰብ ብሰላም ሰሪሑ ክኣቱ ኣነ እውን ኣቦ ቆልዓ ኮይነ

ንኮለይቲ ካብ ምድቃሰይ ተስእን ዓወት መሓዛይ ከድልዮ ይኽእል እዩ ዝበልክዎ ክዳውንቲ ጫማ ከምኡውን ሓድሓደ ነገራት ዝብላዕን ዝስተን ኣብ ሳንጣ የዳልየ ስለ ዝሓደርኩ ቀጥታ ንጉዕዞ ክወፅእ ተዳለኹ እታ ባትሪ ወዲኣ ተደርብያ ዝነበረት ስልከይ እውን ሓድሓደ ንመዘከርታ ዝኾነኒ ምስልታት ክሕዘላ ምእንቲ ኢለ ኣብ ሓደ ጀነሬተር ዘለዎ ዓብዪ ሆቴል ከይደ ቻርጅ መልኤ ኣዳልየያ እየ ዘለኹ ኣብዚ ግዜ እዚ ኔትወርክ ዘይብሉ ዘይትድውለሉ ወይ ደወል ዘይትቕበለሉ ስልኪ ንፎቶን ቪድዮን መልዐል እምበር ካልእ ጥቕሚ የብሉን ንጉዕዞ ዘድልዩኒ ነገራት ብእሪ ቁፅር ኣዳልየ ኣብቲ ምሳና ዝተቋፀርናሉ መኪና እንፅበየሉ ቦታ ኣንጊሀ ቀዲመያ ብለይቱ እየ ዝበፃሕኹም ናይ ተፈጥሮም ናይ ወርሒ ብርሃን እምበር ናይ ጽርግያ መብራህቲ ስለ ዘየለ መን ሓለፈ መን መጸ መን ተረፈ ብግልጺ ይረአን ኣብቲ ፌርማታ ከማይ ኣንጊሆም ዝተስኡ ካብ ዓሰርተ ዘይበልጹ ካልኦት ተጓዓዝቲ መኪና ዝጽበዩ ሰባት ኣለዉ ሰዓት ገና ኮይኑ እቲ ኣብ ዝሓሰብ ስለ ዘይመጸ ቁርብ ፍንትት ኢለ ሃና ክትመጽእ እንከላ ከይትስእነኒ ኣብ መረኣያ ዝኾነ ቦታ ደው ኢለ ክጽበያ ጀመርኩ ድሕሪ ቁሩብ ደቃይቕ ካብቲ ዘለኹሉ ልዕል ኢላ ሓንቲ ፒክኣፕ ትዮታ ዝዓይነታ መኪና ወሰን መንገዲ ሒዛ ጽግዕ ኢላ ደው በለት እሞ ካብቲ ቅድሚት ጋቢና እታ ተገቲራ ዝጽበያ ዝነበርኩ ሃና ንእሽተይ ሳንጣ መሳሊት ሒዛ ካብታ መኪና እንትትወርድ ብቐረባ ርሕቐት ብዓይነይ ረኣኽዋ እንታይ ከም ዝኾንኩ ከይተፈለጠኒ ብሓደ ግዜ ብቕንኢ ልበይ ክትርጋእ በለት። ነዳዲ ወርቂ ብዝኾነሉ በንዚን መሊኡ ተገዲሱ ለይቲ ንግሆ ተሲኡ ሰብ ክስኒ ዝኽእል ዓዱ ገዲፉ ዘይተሰደደ ሃብታም መን ዝብልዎ ይኸውን? ወይ ምስኡ ሓዲራ ክትከውን ኣለዋ እምበር በዚ ሕዚ ሰዓት ተገዲሱ መኪንኡ ሒዙ ብለይቲ ዝለዓል ሰብ ክህሉ ይኽእልን በልኩ ብርሑቕ ኣማዕድየ ማዕጾ ናይቲ መኪና ሒዛ ከይዓጸወቶ ደው ኢላ ነቲ ብመኪና ሒዝዋ ዝመጸ ወዲ እናዛረበቶ እናሰሓሓቓ እናረኣኹዎ ብርሑቕ ከም ዝሪኣ ዘለኹ ብዘይስኽፍታ ምስኡ ሕጉስቲ ኮይና ትስሕቕ ትጻወት እያ ዘላ ክንድዚ ከሐጉሳ ዝኽእል እዚ ዅሉ ደቓይቕ ደው ኢላ ክተዋግዖ ትኽእል እንታዋዩ ድሮ እውን ኣነ ዓሻ ኮይነ መልክዓ መሲጡኒ ወዲቐላ እምበር ኣብዚ ሕዚ ሰዓት ክንደይ ናይ ኣዋልድ ቆሊባታት እናሃለዉ እዚኣ ማርያም እትመስል ጓል ክሳብ ሕዚ መን ከጽንሓ ኢለ ኣቐዲመን ሰብ ክህልዋ ይኽእል ኢለ ዘይምሕሳበይ ብግርህነተይ ሓዘንኩ ሃና እናረኣኽዋ ካብ ኢደይ ሸርተት ኢላ እንትትከይድ ተርእየኒ ክንው ብቕንኢ ጣዕ ኢለም መላእ ኣካላተይ ቁርጥማት ሕማም ፍቕሪ ከስተኣናግድ ጀመረ ንምንታይ ግን ሰብ ከም ዘለዋን ከምዚ ዓይነት ጓል ምዃናን ዘይነገረትኒ ስለዚ ሓተትክዋ ዶ ይኸውን እናበልኩም ሓደ ግዜ ንባዕለይ ሓደ ግዜ ንኣምላኸይ ናይ ልበይ እናፈለጥካ ንምንታይ ኣርእኻ ከሊእኻኒ እንታይ ኮን በዲለካ ነይርኤ እናበልኩ ድማ ከማረር ጀመርኩ ምስቲ ኣብ መኪና ውሽጢ ዘሎ ወዲ ዝኣኽላ ውጊዓ ምስ ወድአት መጠኑ ዘይፍለጥ ገንዘብ ክህባ እንከሎ ርኤ ብሕርቃን ልበይ ብኣፍ ልበይ ክትወፅእ በለት ርግፀኛ እየ ምስዚ ወዲ እዚኣ ሓዲራ ትመፅእ ዘላ ናይቲ ዝሓደረትሉ ዋጋ እዩ ገንዘብ ዝህባ ዘሎ ማለት እዩ ድርኡ ኣፋ መሊኣ ኣነ ናይ ትራንስፖርት ክኸፍል ዝበለትስ ካበይ ከም እተምጽኦ ስርሓት ትፈልጥ እዩ ኣብዚ ሕዚ ሰዓት 34000 ኣነ ክኸፍል ኢላ ሓዘኒ ስደደኒ እትብል ዝነበረት ከይቆፀረ ዓኺቱ ዝህባ ሰብ ስለ ዘለዋ እዩ እምበር ኣብዚ ሕዚ ሰዓት ደኣ ገንዘብ ካበይ ተምፅእ እሞ ዋይ ኣነ በሃም ኩሉ ርእሱ ዘድነነ ሰብ ለዋህና መሰለኒ ክንደይ ግዜ እንዶ ዝዕሾ መዓስ ኮነ ካብ ጌጋይ ዝምሃር እናበልኩም እታ ዝተረኸብናላ ብዓይኒ ፍቕሪ ዝወደቅኩላ መዓልቲ ረገምክዋ እቲ ወዲ ዝሃባ ብዝሒ ገንዘብ ከይቆፀረት ናብቲ ዝሓዘቶ ቦርሳ እተወቶ እሞ በቲ ናይ ሹፌር በሪ ተመጢጥ ሓቝፋ ቻው ምስ በለቶም ምስቲ መሊኡ ብርሃን ዘይምዃኑ ኣብ ልዕሊኡ ቆቢዑን ስለ ዝገበረ መንነቱ ብግልፂ ዘየለለኽዎ ወዲ መኪንኡ ዚሩ ተጠውዩ ተዓዘረም ብተደጋጋሚ ስለ እትረኽቦ ዋጋኣ እውን ክንደይ ምዃኑ ስለ ዝፈልጦ እምበር ገንዘብ ሎሚ ሓደ ብሓደ ነጊፋ ቆፂራ ክትቅበሎ ነይራ እያ ንሱኸ ከይቆፀረ ዝሃባ ክንደይ ዝኣክል ቅርሺ እንተዝህልዎ እዩ ንሓንቲ ጓል ክንዲዚ ገንዘብ ካብ ዝህብ ነቲ ብጥሜት ዝረግፍ ዘሎ ህዝቢ እንዶ ግዳይ ምሓገዘን ንምንታይ ግን ከምዚ ገይራ ከምዚ ኢላ ምስ ነብሳ ዝጠበቐ ስረ ተኸዲና ንክትመፅእ እባ ቀምሽ ተኸዲና ምሽክነይቲ ጓል ገዛ መሲላ ጉድ ገበረትኒ ግን ድማ ንሳ እንታይ ዘይገበረት ሓቂ እያ እቲ ጌጋ ናተይ እዩ መንነታ ከይመርመርኩ እንታይ ከም እትሰርሕ ከየፅናዕኹ መልክዕ ጥራሕ ርኤ ብፍቕራ ተማሪኸ ኣብ እግራ ዝወደቅኩ ባዕለ እየ ንሳ እንታይ ዘይገበረት ወይ ኣነ ሃላይ ድራማ እባ ስርሐትለይ እናበልኩ ፀግዒ ሒዘ ተቓፀልኩ ታዋይ ክኢዶ ክብላ እዋእ እንታይ ገደሰካ እንታይ ኣተወካ ኣብ ህይወተይ ንስኻ መን ኢኻ ንስኻ ወሊድካኒ ዲኻ ኣባጺሕካኒ ዲኻ እንታይ ኢላትንኸ እንታይ ክብላ እንታይ ዝኸውን ዘለኹ እቲ ወዲ ናይ ፍቕሪ መሓዝኣ ወይ ሕጹያ ክኸውን ይኽእል እቲ ጌጋ እኮ ኣባ እዩ ዘሎ ቀዲማ ዓርኪ ኣለኪ ዶ ኢለ ክሓታ ነይሩኒ እናበልኩ ንባዕለይ ጸሊኤ ምስ ባዕለይ ብሓሳብ እናመጎትኩ ዘይሽማ ሽም የውፅእላ ዘለኹ ከይህሉውን ክሓስብ ክዓብድ ቀረብኩ ንኽረኽባ ዝነበረኒ ባህጊ በረድ ኮይኑ ዝሒሉ እቲ ወዲ ኣብታ ቦታ ገዲፍዋ ምስ ከደ በይና ደው ኢላ ንዓይ ትጽበይ ብዓይና ናብተን ናብዘን እናበለት ትደልየኒ ከም ዘላ እናረእኽዋ እንከለኹ ኣብ ዘለኽዎ ካብ መራእይታ ተኸዊለ ኣስቂጠን ስቕ በልኩም በቃ ኣብታ ዘለኽዋ ተሓቢኦ ጸኒሐ እታ መኪና ምስ መጸት ገዲፈያ በይነይ ተሳፊረ ክኸይድ ኣለኒ ኢለ ምስ ነብሰይ ተዘራሪበ ድማ ወሰንኩ ምኽንያቱ ባህርየይ ይፈልጡ እየ ኣምሲለ ክስሕቕ ክጻወት ኣይክእልን ሓጎሰይ ይኹን ሓዘነይ ኣብ ገጸ እዩ ዝንበብ ስለ ዝኾነ ኣብዘይ ፕሮግራማን ዘይምልከታን ጉዳይ ንዓኣ እውን ካብ ዝርብሻ ከም ዘይረኣኽዋ ተጸቤ ብዙሕ ተጸቤኪ ነይረ ምስ ዘንጋዕኽኒ ድማ ከይደ ክብላ እየ ወሲነ ዘለኹ እንታይ ኮይኑ ዘንጊዑ ኢላ መስለኒ ስልካ ውፅኣ ሰዓት ትርኢ ናብዝን ናብትን ትብል ኣላ ኔትወርክ እንተዝህሉ ነይሩ ስልኪ ደው ኢላ ኣበይ ኣለኻ ክትብለኒ ነይራ ትኸውን ኔትወርክ ዘይምህላዉ ከም ወሰኽ ተጠቒመ ኣብታ ተሓቢኡላ ዘለኹ ናይ መብራህቲ ፓሎ ተጸጊዐ ይርኢ ኣለኹ ካብቲ ዝተቖጸርናዮ ሰዓት 15 ደቃይቕ ዝኸውን ኣሕሊፉ ኢላ ትሓስብ ከም ዘላ ገመትኩም ምክንያቱ ካብቲ ዝተቋፀርናሉ ሰዓት ኣስታት 10 20 ደቃይቕ ሓሊፉ እዩ ዘሎ